ብእምነት ምሳና ክሓብር ክትረድኣና ንጽሊ ኣለና ጎይታ ዝጠቅም ዘበለ ዝምህረና ንስኻ ኢኻ ንኽደሉ መገዲ ትርእየና ንስኻ ኢኻ ብዛዕባ ህሪኻ ትነግረና ንስኻ ኢኻ ሓቂ ዘበለ ኩሉ ተፍልጠና መንፈስ ሓቂ ከዓ ንስኻ ኢኻ እሞ ብሽም የሱስ ክርስቶስ ናባኻ ንምዕቋብ ኣለና ረዳኢና ኹን እግዚኣብሔር ነቲ ቃልካ ክንነብረውን ደግፈና ብኢየሱስ ክርስቶስ ሕያው ሽም ኣሜን ጎይታ ባርኽኩም። ሎማዕንቲ ኣምላኽ ይርዳእኒ ከመይ ከመይ ከም ዝገብራ ኣብ ካብ ኢዮብ እንዴ ምሳይ ቀንዩቲ ሓሳባትሲ ከነፅንዕ ደልየ እታ ናይ ኢዮብ ክሉያ ግን ከይትበጽሓኒ ከኣ እንዳፈራሕኩ'የ እግዚኣብሄር መንፈስ ቅዱስ ክረድኣኒ ኣምላኽ ይመስገን። ልዑላውነት ኣምላኽ ካብ ህይወት እዮብ እያ ትብል እታ ናይ ሎሚ ኣርእስተይ። ናይ እግዚኣብሄር ልዑላውነት ካብ ህዮብ ካብ መጽሓፍ እዮብ ወይ ከኣ ካብ ህይወት እዮብ እያ ትብል። ስለዚ ብፍላይ ምዕራፍ ሓደን ምዕራፍ ክልተን ድስስ ከነብሎ ኢና። መጽሓፍ ቅዱስኩም ኣውጺኹም እንድሕር ምሳይ ተኸታቲልኩምን ኸኣ ሰናይ ይኸውን። ኣብ ዘመንና ብዛዕባ መጽሓፍ እዮብ ዝለዓሉ ኣዝዮም ብዙሓት ብዙሕ ንእዝንኻ ዝኹርኩሑ ስማዕ ኣለዉ። ገለ ካብኡ ንምጥቃስ ታሪኽ እዮብ ኣብ ዓውዲ ሓድሽ ንባብ ሓድሽ ኪዳን ኣእቲኻ ከተንብቦ ክትዛረበሉ ኣይትኽእልን ንምንታይ ንሱ ናይ ብሉይ ኪዳን ሰብ ስለ ዝኾነ ብምባል ብጠቕላልኡ ንእዮብ ምውጋድ ይረኣ እዩ። ኣብ ህይወት እዮብ ዝተፈጸሙ ኩነታት ካብ ሓጢኣት ዝተበገሱ እዮም። ንኣብነት ካብቲ ዝተዛረቦ ዘረባ፣ ዝገብሮ ግብሪ፣ ካብኡ እዩ ሽጋር መጺእዎ እሞ ስለዚ ናይ እዮብ ህይወት ናይ እዮብ መቕጻዕቲ ናይ እዮብ ኩነታትሲ ፍረ ሓጢኣቱ እዩ ዝብል ስሑት ወይ ከዓ ግጉይ ምርዳእ እዩ። እዮብ ብባዕሉ ግጉይ እዩ ዝብል ሓሳባት ኣሎ። ኣዜ ፐርሰን እዮብ ኣብቲ ከይዲ ህይወት ክረኣይ ከሎ ሰብ ስለ ዝኾነ ተጋግየን ማለት ኣይኮነን። ግን ኣብ ምዕራፍ ሓደን ምዕራፍ ክልተን ከም ፕሮሎግ ከም መእተዊ ናይቲ መፅሓፍ ክነገረና እንከሎ እቲ ኣብኡ ዝተፈፀመ ኣብኡ ዝፍፀም ዝነበረስ ፍረ ሓጢኣቱ ጥራይ ኣይኮነን ማለት እዩ። ፍረ ሓጢኣቱ ይኮነን ብቃል እግዚኣብሔር ኣምላክ ከምኡ ኢሉ ስለ ዝነግረና ናይ እግዚኣብሔር ልዑላዊ ኢድ ኢና ኣብኡ ንምሃር ስለዚ እዮብ ግጉይ እዩ ዝብል ሓሳባት ኣሎ ካብዚ ሕልፍ ዝበለ ከዓ ኣብ እዮብ ዝለዓል ፀርፊ ምስትንዓቃት እውን ትሰምዕ ኢኻ ማለት እዩ ስለዚ ነዚ ነገራት እዚ ብሓቀኛ መፅሓፍ ቅዱሳዊ ርእየት እንታይ ይመስል ብዝብል እዮብ ኤክስትሪም ኬዝ እንድዩ ግን ንሕና ከዓስ እዮብ እኳ ካብ በለስ እዮብ እኳ ንእግዚኣብሄር ኣምላኽ ኣሚኑ ካብ ሰገደሉስ ኣነ ግዳ ክንድምንታይ ንብል እቲ ቀንዲ ዕላምኡ ማለት እዩ። መጽሓፍ እዮብሲ ልዑላውነት ኣምላኽ ኣብ ህይወትና ክንሪኦ ይድግፈና እዩ። መጽሓፍ እዮብ እንመሃሮም ሓሳባት ኣዝዮም ብዙሓት ኣለዉ፣ ቀዳማይ ካብኡ ልዑላውነት ኣምላኽ ኣብ ሰብ ንርኢ ማለት እዩ። ኣብ ሰብ ዝፍጸሙ ኩነታትሲ ናይ እግዚኣብሄር ኣምላኽ ፍጹም ምልኪን ምቁጽጻርን ኣሎ። ኣምላኽ ኣሕዋተይ ብዝኾነ ነገር ኣይስንብድን እዩ። ካብ ቁጽጽሩ ከኣ ዝኾነ ነገር ወጺኡ ይፈልጥን እዩ መዘና የብሉ መሰተ ከኣ የብሉ ኣምላኽ he never he never get surprised ማለት እዩ ብዝኾነ ኣብ ሂወት ዝፍጸም ከምዚ ክሕልዋ ኢሉ ሲርየስ ኮይኑ ዝርኢ ዘሎ እሞ እውይ በዚኣ ከኣ እውይ በዚኣ ከኣ ዝብልሲ ኣይኮነን ኩሉ ኣብ ኢዱ ዘሎ ማለት እዩ ስለዚ ንኣምላኽ ከነኽብሮ ብንሓልፎ ዘበለ ኩሉ ይግባኣና እዩ ኣብ ሂወትና ኩሉ ግዜ ንምንታይ ደኣ እዚ ንምንታይ ደኣ ንዓይ ንምንታይ ደኣ ሕጂ ንምንታይ ደኣ ክንድዚ ንምንታይ ንምንታይ ንምንታይ ኢልና ንኣምላኽ ንሓቶ ኢና ኩላትና በብመገዱና ክንከይድ እንከለና እንሓልፎ ጎደናታት ናይ ሂወት ስለ ዘሎ ንምንታይ ዝብል ሕቶ ይለዓለና እዩ ኣምላኽ ልዑላዊ እዩ ኣሕዋተይ ንኩነታትና ኩሉ ይፈልጦ እዩ ስለዚ ኣብዚ ምድሪ እዚ እንከለና ብምስጋና ኩሉ ሳዕ ስለ ኩሉ ነገር እንዳመስገና ክንሓልፍ ይሕግዘና እዩ ልዑላውነት ኣምላኽ ምፍላጥ። ስለዚ ልዑላውነት ኣምላኽ ኣብ ሰብ ሰብ ኣብ ናይ ኩነታት ሰብ እግዚኣብሔር ኣምላኽ ፍጹም ምልኪ ኣለዎ። እግዚኣብሔር ኣምላኽ ልዑላዊ ንብል ማለት እዩ። ኣብ ሰይጣን እውን ሰይጣን ንባዕሉ ኣብ ትሕቲ ልዑላውነት ናይ ኣምላኽ ወይ ከኣ ኣብቲ ደረትን ክልን ናይ ኣምላኽ እዩ ዝዓዪ ዝብል ምህሮ ኣለዎ ማለት እዩ። እግዚኣብሄር ኣምላኽ ይመስገን። ስለዚ መደምደምታ እዚ ሓሳብ እዚ ክንርኢ እንከለናሲ ኣምላኽ ፍጹም ምቁጽጻር ኣብዚ ዓለም ኣብ ዝግበር ንሱ ሓይሊ ውሒድዎ ይፈልጥ፣ ርሒቑ ይፈልጥ፣ ደቂሱ ይፈልጥ። እግዚኣብሄር ኣምላኽ ኩሉ ግዜ ምቁጽጻሩ ንምድሪ ዝሕልዋን ሳስተይን ዝገብራ ዘንብራ ዘሎ ንሱ እዩ ማለት እዩ። እግዚኣብሄር ይመስገን። ኩነታትና ከኣ ጸጉሪ ርእስና እኳ ከይተረፈት ሓንቲ ብዘይ ፍቃዱ ኣይትወድቅን እያ ስለዚ ኣምላኽ ኩሉ ይሪኦ እዩ ኩሉ ይፈልጦ እዩ ናይ መልስና ንኩሉ ንምንታይ ዝብል ሕቶና መልሲ እኳ እንተዘይብልና ንሱ ልዑላዊ ግን መልስና እግዚኣብሔር ይመስገን እግዚኣብሔር ኣብ ነገራት ዝምረጽ ግምጃ ሂ ኢዝ ኣዋር ትሬጀር ምዃኑ ከዓ ኣብ መጽሓፍ እዮብ ንርኢና እዮብሲ ብኸምኡ ድዩ ደኣ ዘገልግለካ ብከምኡ ድድኣ ትሰምዓካ ብከምኡ ንብላሽ ናይ ጥርሑ ድብል ናይ ሰይጣን ርየት ኣሎ ማለት እዩ እግዚኣብሔር ከኣ እዮብ ብከምኡ እዩ ንጥቅሚ ኣይኮነን ነገራት ስለ ዝመልኣሉ ኣይኮነን ኖኖ እዮብ ሂ ኢዝ ፕሮተክትድ ተሓልዩ እዩ ኣይሰቃቀጽርን ዲኻ ጌርካሉ ሂ ኢዝ ብለስድ ኣእዳዉ ድዩ ቀኒዑሉ እንዲ ኩሉ ሰሊጥዎ እንዲ እዚ ጥሪቱዶ ምድሪ መሊእዎ የለን ታኮይኑ ደኣ ምሳካ ክበኣስ ሃሰስ እንዶ በል ዝብል ሕቶ ናይ ሰይጣን እዩ እግዚኣብሄር ከኣ እንታይ ኢልዎ ንሱ ኣይኮነን ከምኡ ኣይኮነን ሕጂ እዮብ ካብ ኩሉ ዝኸበረ ግምጃይ ካብ ኩሉ ዝኸበረ ሂዝ ማይ ትረጀር ሃብተይ ክብረይ ንሱ እዩ ዝብል ንሕናኸ ከምኡ ዶ ንኸውን ንዝብል ሕቶ መልስና እዩ ማለት እዩ እግዚኣብሔር ይመስገን ስለዚ እግዚኣብሔር ካብ ነገር ኣብ ነገራትና ዝምረፅ ኩነትታት ይስለጥ ኣይስለጥ ማለት እዩ ካብ ነገራትና ዝምረጥ እቲ ዝኸበረ ግምጃና ክብርና ሃብትና ምዃኑ ዘርእየና መፅሓፍ ማለት እዩ እግዚኣብሔር ልዕሊ ኩሉ ግምጃና እዩ ማለት እዩ እግዚኣብሔር ይመስገን እግዚኣብሔር ዝገብሮ ኣብ ዝገብሮ ዘበለ ዘይጋገ ጻድቕ ዘይሕመ ኢኻ። እግዚኣብሄር ኣብ ዝገብሮ ዘበለሲ ዘይጋገ ጻድቕ ዘይሕመ እዩ እዚ ቴዎደሲስ ዝብልዎ ማለት እዩ። እግዚኣብሄር ኣምላኽ ጃስቲፋይድ እዩ ብኹሉ ዝገብሮ ኣይሕመን እዩ። ኣብዚኣስ ኣይትብሎን ኢኻ ንእግዚኣብሄር ንሱ ጻድቕ እዩ ንሱ ሓቀኛ እዩ ኣይጋገን እዩ ዝብል ምህሮ ካብኡ ካብ መጽሓፍ እዮብ ንርኢ ኢና ማለት እዩ እግዚኣብሔር ይመስገን ንሰብ ኣብ ምድሪ ካብ ዘጓነፍዎ መከራ ቃንዛ ስቃይ ስግኣት እውን ኢንሰኪሪቲ ዝስማዓካ ሓደ ሓደ ግዜ ብምክንያት ሓጢኣት ጥራይ ከከውን ይኽእል እዩ እቲ ጀነራል ሓፈሻዊ ሓቂ ጀነራል ፕሪንስፕል ናይ ኣምላኽ ኣሎ ኣብ ቦትኡ ንሱ ዘይጥለም ኮይኑ ግናኸ ኩሉ መደምደምታ ክንህበሉ ንኽእል ኢና ናይ ኩሉ ሰብሲ ኣብዚ ህይወትና እንርእዮሲ ንኹሉ መግለጺ ክንገብረሉ ንፍትን ኢና። እስኻ ናይ ኣቦታትካ ሓጢኣት እዪ። ንስኺ ዓባይኪ እያ። ንስኺ ኣብቲ ናትኩም ጀነሬሽን እዪ። ንስኻ ሓጢኣትካ እዪ። ንስኺ ኩሉ መግለጺ ኣለዎ ነናቱ። ኩሉ ግዜ እቲ ቪክቲም ከኣ እዩ ዝውጻዕ። እቲ ድኹም እዩ ዝውጻዕ። ንኹሉ መግለጺ ክትህበሉ ዓቕሚ የብልካ፣ ክእለት የብልካ፣ ዋላ ሓንቲ የብልካን። ሓደ ሓደ እዋን ንሱ ልዑላዊ ኢልና እንሰግደሉ ኩነታት ኣሎ ማለት እዩ። ብንሓልፎ ዘበለስ እንድዒ ኣይተረድኣንን እሞኒ ልዑላዊ እዩ ንሱ ክትብል ይቐልል ማለት እዩ። ብሓጢኣትና ኣይመጽእን እዩ ማለት ኣይኮነን ንሓልፎ ነገራት of course። ንሱ ተነሲሕካ ኣብ እግዚኣብሄር ኣምላኽ ተወኪልካ ካብቲ እግዚኣብሄር ኣምላኽ ኦፖዝ ዝገብረካ ዘሎ ጋድ ኦፖዝ ዘ ፕራውዝ ዘ ፕራውድ ሂ ጊቭስ ሃምብል ቱ ዘ ግሬስ ኣምላኽ ንዕቡያት እንታይ ይገብሮም እዩ ይጻረሮም እዩ ካብ ምጽራር ኣምላኽ ክትወጽእ ናትካ ዝኣኽለና ኩሉ ግዜ ምስ ኣምላኽ ኩሉ ግዜ ርክብና ክነጥዒ ብጸሎት ብመንፈስ ቅዱስ ተደሪኽና እዚ ሓፈሻዊ ሓቂ እዩ ግን ንኹሉ ከምኡ ይኮነን መጽሓፍ እዮብ ናይ ኩሉ መግለጽስ እዚኣ ጥራይሲ ኣይኮነትን ዝብል ኣምላኽ ልዑላዊ ኩሉ ብ ኢዱ ኣሎ ዝብል ርኤት ኢና ክንርኢ ማለት እዩ እግዚኣብሄር ይመስገን ስለዚ ንሰብ ኣብ ምድሪ ካብ ዘጓንፍዎ መከራ ቃንዛ ስግኣት ኩሉ ናይ ዝኾነ ኣብ ከባቢና ዘሎሲ ምክንያቱ ሓጢኣት ጥራይ ከከውን ይኽእል እዩ እየ ዝብል ዘለኹ ምክንያቱስ ሓጢኣት ጥራይ ከከውንሲ ይኽእል እዩ ስለዚ እቲ ዝመጸና ነገርሲ ንእምነት ትውክልትናን ፍቕርናን ዘረጋግጽ እዩ ማለት እዩ። ክትሓልፍ እንከለኻ ብኡሲ ንኣምላኽ ተዓጊስካ እንተ ሓሊፍካዮ ልዑላዊ ኢኻ ኣይትጋገይን ኢኻ ኢልካዮ እሱ ካብ ነገራትካ ዝበለጸ ግምጃ ካብ ነገራትካ ዝበለጸ ክቡር ነገር ከም ዝኾነ ንዓለም ምስክር እዩ ማለት እዩ ዘረባ ኢኻ ትዛረብ ዘለኻ ትሰብኽ ኢኻ ዘለኻ ዋላ እዚ ይኹን እግዚኣብሄር ኣምላኽ እሙን እግዚኣብሄር ኣምላኽ ዘይጥለም ኣምላኽ ዘይጋገ ኣምላኽ እዩ ልዑላዊ እዩ ይፈልጦ እዩ ከኣ ኢልካ ክትሓስብ ከለኻ ስለዚ ናይ እግዚኣብሄር ፍቕርኻ ትውክልትኻ እምነትካ ዘጉልሕ ዘረጋግጽ ዘጽንዕ ኮይኑ ኢና ንረኽቦ ማለት እዩ እግዚኣብሄር ኣምላኽ ዝተመስገነ ይኹን ስለዚ እቲ ሓፈሻዊ ሓቂ ከይከሓድና ህይወት ናይ ዘርኢ ግዜ ኣሞኒ ሰብ ንዝዘርኦ ንኹሉ ይዓጽዶ እዩ ዝብል ሓቂ ስፕሪቹዋል ፕሪንስፕል ኣብ ኣማኒ ኣብ ዘይኣማኒ ዝኾነ ዝሰርሕ ማለት እዩ ነዚ ሓቂ እዚ ከይከሓድና ንሱ ኣብ ቦትኡ እንከሎ ኩሉ ግን ከምኡ ማለት ኣይኮነን ዝብል መጽሓፍ እዮብ እንመሃሮ ምህሮ እዩ ማለት እዩ ናይዚ ኣብነት እዚ ዝኾነናስ እዮብ እዩ መጽሓፍ እዮብ እምበኣር ናይ ብሉይ ኪዳን ኢልካ ክትውግድ ኣይትኽእልን ኢኻ ንምንታይ ኢና እንድሕ ከምኡ ኢልና ዘይንብል ሓንቲ ካብተን መጽሓፍ ጥበብ ኮይና ህይወት እዮብ ንተግሳጽ ትምህርቲ ምቕናዕ ንጽድቂ ዝኸውን ምእዳብ ይጠቕመና እዩ ኣዝ ኤ ፓርት ኦፍ ኤ ስክሪፕቸር ከም ካኖን ካብቲ ሓደ ካብቲ ቆኖናዊ ጽሑፍ መጽሓፍ ቅዱስ ክፋሉ ስለ ዝኾነት ስለዚ መጽሓፍ ኢዮብ ኣይትውገድንያ ንትምህርትናያ ማለት እዩ መጽሓፍ ኢዮብ ኣብ ካልእ ክፍሊ መጽሓፍ ቅዱስ ይጥቀስ እዩ ንኣብነት ሃዋርያ ጳውሎስ ኣብ ሮሜ 1135 ጠቂስዎ ኣሎ ያዕቆብ 5ዓሰርተ እውን ጠቂስዎ ኣሎ ማለት እዩ ስለዚ ድማ ህይወት እዮብ ኣብ ሓድሽ ኪዳን ዝዝከር ህይወት ከም ዝኾነ ክንዝክር ንኽእል ኢና ንኣብነት ያዕቆብ 5ዓሰርተ ኣቱም ኣሕዋቴ ነቶም ብስም እግዚኣብሄር ዝዛረቡ ነቢያት ኣርኣያ ሓሳረ መከራን ትዕግስትን ግበርዎም፣ እንሆ፣ እቶም እተዓገሱ ብፁዓን እዮም ንብሎም ኣሎና። ብዛዕባ ትዕግስቲ እዮብ ከኣ ሰሚዕኩም ኣሎኹም፣ ዝስማዕ እዩ። ኩሉ ግዜ ያእቆብ ክጽሕፎ እንከሎ'ሲ ኦብቪየስ እዩ ማለት እዩ። ብዛዕባ ትዕግስቲ እዮብ ከኣ እንታይ ጌርኩም ኣሎኹም? ሰሚዕኩም ኣሎኹም። እግዚኣብሄር ከኣ ብዙሕ ለውሃት ዝመልአን ደንጋጽን እዩ እሞ፣ ነቲ እግዚኣብሄር ዝገበረሉ መወዳእታ ርኢኹም ኣሎኹም። መጽሓፍ እዮብ ለዋህት እግዚኣብሄር ኣምላኽ ክሳብ ክንደይናይ ዓቢ ከም ዝኾነ ውን ሓደ ካብቲ ዘርእየና መጽሓፍ እዩ ማለት እዩ። እግዚኣብሄር ይመስገን። ስለዚ መጽ ኢዮብ ናይ ብሉይ ኪዳን ሰብኣይ እዩ እሞ ኢልና ከነወግዶ ከም ዘይግብኣና ሃዋርያ ጳውሎስ ያዕቆብ ካብቶም ሃዋርያት ይጠቕስዎ እዮም። ዝስማዕ ትምህርቱ ዘለዎ መጽሓፍ ከም ዝኾነ ከኣ ይጠቕስዎ እዮም። ስለዚ ኢዮብ ናይ ብሉይ ኪዳን ታሪኽ ክንብል ኣይንኽእልን። ብመሰረቱ ብሉይ ኪዳን ንትምህርትና ዝመጸ ወይ ከኣ ዝተጻሕፈ መጽሓፍ ስለ ዝኾነ ብሉይሲ ምስጢር ሓድሽ ዝሓዘ ኣብ ሓድሽ ድማ ዝተገልጸ መጽሓፍ እዩ። መቐጸልታ ሓድሽ መቐጸልታ ናይቲ ብሉይ ስለ ዝኾነ ኩሉ the root is there and the shoot is new testament ሱርን ጉንድን ወይ ከኣ እቲ ዓቢ ተኸልን ማለት እዩ ስለዚ ሱር ክትውግዶ ኣይትኽእልን ኢኻ ሱር ኣልጊስካስ እንታይ ኢኻ ክትሕዝ ስለዚ ፓርት ኦፍ ደ ስክሪፕቸር ስለ ዝኾነ ንምትምህርትና እዩ እዮብ ኣብ ህይወቱ ብዙሕ ግዜ ምስቶም ዓበይቲ ሰባት ይፅዋዕ እዩ ህዝቅኤል ኣብ ትንቢቱ ምዕራፍ 14 20 እንታይ ኢልዎ ኣሎ እዮብ ነሆምን ዳንኤልን ኢሉ ነሆን ዳንኤልን ኢሉ ናይ ጸሎት ሰባት ከም ዝኾኑ እሶም እኳ እንተዘላምዱ እንተዝልሙኒ እንተ ዝልሙኑኒ ኣይምሰማዕኩኹምን ዝብል ተዘካሪ ሰብኣይ እዩ። ኣብ ብሉይ ኪዳን ተዘካሪ ኣብ ሓድሽ ኪዳን ከኣ ተዘካሪ እዩ ማለት እዩ። እግዚኣብሔር ይመስገን እዚ ከም መእተዊ ሕልፍ ሕልፍ ኢለ ተዛሪበ ኣለኹ። ኣብቲ ምዕራፍ ሓደ ከንብብ ምዕራፍ ሓደ እንታይ ይብለና? ኣብ ምድሪ ኡጽሲ ኢዮብ ዝበሃል ሰብኣይ ነበረ ይብለና። ዲስ ኢዝ ሪል ፐርሰን እቲ ቦትኡ ይነግረና ማለት እዩ። It's not a myth። መጽሓፍ ቅዱስ ክነግረና እንከሎ እዮብ ሓቀኛ ሰብ እዩ። መጽሓፍ እዮብ ዝበሃል ሰብኣይ ነበረ ብለና። ንሱ ፍጹም ጻድቕ ንኣምላኽ ዝፈርህ ካብ ክፉእ ዝረሓቐ ሰብኣይ ነበረ። ጸሓፊ መጽሓፍ እዮብ መን ምዃኑ እኳ እንተዘይተፈልጠ እቲ ጸሓፊ ብድርኺት መንፈስ ቅዱስ ክጽሕፎ እንከሎ ግን እዮብ ዝበሃል ሰብኣይሲ ፍጹም ቅኑዕ ንኣምላኽ ዝፈርህ ካብ ክፉእ ዝረሓቐ ሰብኣይ እዩ ኢሉ ብድርኺት መንፈስ ቅዱስ ይጽሕፎ። ሕልፍ ኢሉ ሽዑኡ እዮብ ኣብዚ ነቶም ደቁ ዝጸለየሎም ጸሎት ኣሎ። ሓደ መዓልቲ ከኣ ኮነ ይብለና እቶም ደቂ ኣምላኽ መጺኦም ኣብ ቅድሚ እግዚኣብሄር ቆሙ፣ ሰይጣን ከኣ ኣብ ማእከሎም መጸ። ሽዑ እግዚኣብሄር ንሰይጣን ካበይ መጻእካ በሎ። ሰይጣን ድማ ንምድሪ ዞረያን ተመላሊሰያን መጻእኩ ኢሉ ንእግዚኣብሄር መለሰሉ። እግዚኣብሄር ከኣ ንሰይጣን ከም እዮብ ገይሩ ንኣምላኽ ዝፈርህ ካብ ክፉእ ዝረሓቐ ፍጹምን ቅኑዕን ሰብ ኣብ ምድሪ የልቦን እሞ ንባርያይ እዮብ ኣስተብሂልካሉዶ? ኢሎ። ሰይጣን ኮላ ዓልያያ ምሳይያ ዘላ ኢሉ ዝዓይነቱ ሪፖርት ክገብር ከሎ ኮላ ዜርያ መጽኤ እሞ እዮብከ? ሃቭ ዩ ኮንሲደርድ ማይ ሰርቫንት ጆብ እዮብ ኣሎ እኮ እዮብ ርኢኻዮ ዶ ስለዚ እዚ ጉዳይ እምበኣር ኣምላኽ በዓል ዕላማ ስለ ዝኾነ ናብቲ ዛዕባ ወይ ከዓ ናብቲ ነገር ናብቲ ዘረባ ነቲ ታሪኽ ክፍልሞ ከሎስ መን እዩ ምጻኢኡ መን እዩ ጠዋቂ ነገር ተልናስ መን እዩ እግዚኣብሄር ባዕሉ እኳ እዩ ደምፀ ዘሎ ሓቂ ዶ እዮብ ኢሉ ሰይጣን ኣይልዓለን ንምድሪ ዜርያ ኢሉ ጆብ ማይ ሰርቫንት ኢሉ እዮብ ባርያይ እከ ኢሉ ናብ ዛዕባ ዘምፀ ዘሎ ስለዚ ሂ ኢዝ ዘ ዋን ሁ ዲክቴትስ ዲስ እቲ ታሪክ ዲክቴት ዝገብሮ ዝመርሖ ዘሎ እግዚኣብሄር ባዕሉ እዩ ምሉእ ምቁፅፃር ዘለዎ እዩ ስለዚ ጸሓፊ ናይ መጽሓፍ እዮብ ብዛዕባ ህይወት እዮብ ፍጹም ቅኑዕ ንኣምላኽ ዝፈርህ ካብ ክፉእ ዝረሓቐ ሰብኣይ እዩ ካብ ክብሎ እንከሎ እግዚኣብሔር ባዕሉ ኸኣ ከም እዮብ ገይሩ ንኣምላኽ ዝፈርህ ናን ላይክ ሂም ኢን ሆል ኣርዝ ከምኡ የለን ኢሉ ክምስክረሉ እንከሎ ከም እዮብ ገይሩ ንኣምላኽ ዝፈርህ ካብ ኩሉ ክፉእ ዝረሓቐ ፍጹም ቅኑዕ ሰብ ኣብ ምድሪ የልቦን ስለዚ ማይ ሰርቫንት ናይ እግዚኣብሔር ኣገልጋሊ ባርያይ ይብሎ ማለት እግዚኣብሔር ባርያይ ኢዮብሲ Have you considered him? ርኢኻዮ ዶ? ኣብዚ ታሪኽ እዚ ሓደ ዓብዪ ምህሮ እንመሃሮ እቲ ኣብ ታሪኽ ኢዮብ ዝተፈጸመ ነገርሲ ናብ ዛዕባ ናብ ፍጻሜ ንክመጽእ ኢኒሽት ዝገበረ ዝደረኸ መን እዩ? እግዚኣብሔር እዩ ዝብል ማለት እዩ። ካብኡ ሰይጣን እቲ ናቱ እሞ እዮብ ዝፈርሃካስ ብኸምኡ ድዩ? ንኣምላኽ ከም ዝፈርሆ ኣይክሕድን እዩ እሞ ዝፈርሃካስ ብኸምኡ ድዩ? ስቕ ኢሉ ድዩ? ናይ ጥርሑ ድዩ? ድብል ሕቶ ብመን እዩ ዝመፅእ ዘሎ ማለት እዩ? ብሰይጣን ይመፅእ ማለት እዩ። ስለዚ ኣብቲ ኣነ ዝሃብኩኻ ኣብቲ ናተይ ልዑላውነት ማለት እዩ ክንድተን ኣነ ዘፍቀድኩልካ ጥራይ ኪድ በል እስካ ሃሰስ በል ይብሎ እዮብ ከምዚ እንተኾይኑ ዝረኽቦ መከራ ዝነበረስ እንታይ እዩ ኢልና ክንሓትት እንከለና እሱ ይፈልጦን እዩ ብዛዕባኡ እተዘርበ ብድሕሪኡ እተዘርበ ኣብ ሰማያት እተባህለ ብዛዕባኡ እዮብ ኣይፈልጦን እዩ ግና ኸ ካብ ሓጢኣቱ ከም ዘይኮነ ግን ኣጸቢቕና ክንርዳእ ንኽእል እግዚኣብሄር ክሪኦ እንከሎ ቅኑዕ እዩ፣ ንኣምላኽ ዝፈሪ ከምኡ ዝበለ ሰብ የለን ኢልዎ፣ እቲ ጸሓፊ ኸኣ ከምኡ ኢልዎ። ስለዚ፣ እቲ ጕዳይ እዮብ ብኸምኡ ድዩ ዝፈርሃካ ዋላስ ዋላ ንሱ እንተ ዘየለ እቲ ኸቢብዎ ዘሎ ነገር እንተ ዘየለስ እሙን ኰይኑ እዩ ዝነብር ዝብል ሕቶ ግን ዝብል ዛዕባ ግን ተላዒሉ ኣሎ። ኣብ ዮሃንስ ምዕራፍ ትሽዓተ ንየሱስ ክርስቶስ እንዳሓለፉ ከለዉ እቶም ሃዋርያትሲ ሓደ ምዕዉር እተወልዱ ሰብኣይ ረኺቡ ርእዮም። ጐይታ መምህር እዚ ብዕዉሩ ዝተወልደስ ሓጢኣቱ ድዩ ወይስ ሓጢኣት ወለዱ ኢሎም ሓቲቶሞ። ሀ ሓጢኣቱ ድዩ ለ ሓጢኣት ወለዱ ክልተ ሕቶ ክልተ መልሲ ዘለዋ ምረጽ እዚኤን መልሰን ኢሎም ምስ ሃብዎ የሱስ ክርስቶስ ዝመልሶ ትፈልጡ ኢኹም፣ ሓቂዶ? ሕስብ ተበልካዮ፣ ብዕዉሩ እንተ ተወሊዱሲ፣ ሓጢኣቱስ ከመይ ኢሉ እዩ ክኸውን፣ መዓስ ዝገበሮ ሓጢኣት? ኣብቲ ጅው ካልቸር እንድሕር ኬድካ፣ ኣብ ማህጸን ኣዲኡ ከሎ እንድሕር ተራጊሑ፣ ሓጢኣቱ ብዙሕ እዩ ቆልዓ። ከምኡ ዝብል ካልቸር ኣሎ። መዓስ ደኣ ገይርዎ? ሓጢኣቱ ድዩ ወይስ ሓጢኣት ወለዱ? የሱስ ክርስቶስ ሀይ ኮነትን ለይ ኮነትን ሐ መልሲ የለን እያ ኢልዎም። ክብሪ ኣምላኽ ምእንቲ እኡ ክግለጽ እዩ ኢልዎም። ሶ ኢትስ ኖት ኦልዌይስ ትሩ ማለት እዩ ሰብሲ ብሓጢኣት ጥራይ ኣይኮነን እዚ ብዕውሩ ናይ ክብሪ ኣምላኽ ክገልጽ እዩ ክርስቶስ ብርሃን ዓለም ምእንቲ ክበሃል ኣብታ ምድብ እቲ ግዜ ነይሩ ማለት እዩ ብዕውሩ ተወሊዱ ኤህ እዚ ምሽክናይ ክትብሎ ትኽእል ኢኻ ብዕውሩ ተወሊዱ መግለፂ ክብሪ ኣምላኽ እዩ ግን ዊ ዶንት ኖ ክብሪ እግዚኣብሔር ኣምላኽ ብኣና ብኸመይ ይኸይድ ዕውር ኮንካስ ክብሪ ንስሙ ይኹን ክትብል ከለኻ ሰብ ይግረም እዩ ትምህርቲ ኣታ ዕውር ከተግርም እንዲላ ዝግባእካ እግዚኣብሔር ዓብዪ እግዚኣብሄር ልዑላዊ እዩ። ሕጂ ንሕና we cannot give an explanation to all ንኹሉ ዝኸውን መግለጺ የብልናን። ሰብ ከምኡ የብሉን ኣሕዋተይ፣ ሰብ ከምኡ የብሉን። እግዚኣብሄር ልዑላዊ ኣብ ገለ እዋን ንኣምላኽ ጥራይ ኢኻ ትሰግደሉ። ኣነ እንተኾነ ደኣ እዚ ኩሉ ከምዚ ረኺብኒ እንተበልካስ መግለጺ ከማን የብሉን። ኣብ ገለ እዋን ክብሪ ንስምካ ይኹን ኢልካ ትሰግድ ከምኡ ጥራይ ኢኻ ክትብል ዝግባእካ ማለት እዩ ስለዚ እዮብ ካብዚ ዝረኣናዮ ህይወቱ ሲ እግዚኣብሄር ክምስክረሉ ከሎ ስለዚ ኣብዚ ሰይጣን ዘቕረቦ እዮብ ንኸምኡ ኣይኮነን ብኸምኡ ኣይኮነን ብጥርሑ ኣይኮነን ንስኻ ስለ ዝሓለኻዮ ንስኻ ስለ ዝባረኽካዮ እዩ ኢሉ ተዛሪብሉ ንሱ ሓሊኻዮ ኣለኻ ንኡ ኣብ ቤቱ ዘሎ ኩሉ ሓጺርካዮ ኢኻ ፕሮተክትድ እዩ በዚ በቲ ሓደ ወገኑ ነዚ ኤክስትሪም ከይዝ ኣውጺኻ እግዚኣብሄር ኣምላኽ ሓላዊና ከም ዝኾነ ዘይከሓድ ሓቂ እዩ ማለት እዩ እቲ ኮመን ትሩዝ ንኹላትና ዘኺደና ሰይጣን ከምዚኣ ገይሩ እግዚኣብሄር ኣምላኽ ከም ዝኸለለና ሓደ ምህሮ ንወስድ ኢና ማለት እዩ። ኩላትና ዘለናዮ ደምበስ ናይ እግዚኣብሄር ሓለዋ ኢና ንመላለስ። ነፍስና ሓሊኹም ኣይኮንኩምን ኣብ ሱዳን ሓደ እዋንሲ ሞሳላት ኢና ንብለን በቲ ናቲ ናይ ሱዳን ትስቅል ኢለስ ኮፍ ኢለ ሓንቲ ማዕሜማ ጌራ ሓበሻ እያ ፍልጥቲ ብማሻሽጠን ብገለ ኢና ንፈልጠን ሓበሻ እያ ግን ጸሊም ገረን ኔረን ማለት እዩ ኣብ ጥቃ ኮፍ ኢለስ ብሽም የሱስ ደም የሱስ ደም የሱስ ደም የሱስ ትብል ብጭንቀት እያ በቃ ኣታ ሓፍተይ ላለኹስ እውይ ሓበሻ ዲኻ ኢላኒ እወ ሓበሻ ተጨኒቕ ክሪኤ ከለኹ እሞ እንታይ ኢኹ ኮንኪ ኢለያ ማለት እዩ እንታይ ኢኹ ኮንኪ ኣነስ ካብዞም ሱዳናውያን ከይትኸውን ይተናኽፉኻ እንዲዮም ኢለ እዚኣ ነብሰይ ባዕለይ በቃ ክሕልዋ ከምኡ እንታይ ዘይለስ በቃ ከምኡ እዩ ዘጓንፈኒ ከምኣ ገይረ እየ ዝሕልዋ ኢላ ኣብ ገለ ገለ ምናልባት ግን ኣምላኽ ክሕልዎ ነቲ ህይወትካሲ እግዚኣብሔር ኣምላኽ ዝተኣመንዮ ኣጆኺ ኢለ ኣጆኺ እግዚኣብሔር ተኣመንዮ ክትጥንቀቂ ትገብርዮ ነገራት ክትገብሪ ትኽእሊ ኢኺ ግንሲ ኩሉ ከምኡ ስለ ዝገበርና ጥራይ ከማን ኣይኮነን እግዚኣብሔር ሲ ሓላዊና እዩ ኣሕዋተይ ንሕና ንነፍስናስ ብጸሎትና ብገለና ስም የሱስ ስለ ዝበልና ጥራይ ኣይኮና ንሕልዋ ኣይንበል ማለት እውን ኣይኮነን ንሱ እግዚኣብሔር ግን ሓላዊ ምዃኑ ሓደ ሓደ እዋንሲ ኣባኻ ረማዕ ኣባኻ ገማዕ ክትብልሲ ጥዑም እዩ ከምዚ ናይዛ ትምህርቲ ሎማዕንቲ እታ ሳመሪ ናታ ኣብዛ ፅቡቅ ኣቴንሽን መፅያ ከላ ክዛረበላ ሲ እዛ ሎማዕንቲ እንታይ ክጠቅመና ተልኩምንስ ሓንቲ ነገር ክጠቅመና ሰላምና ክበዝሕ ይሕዋተይ ኣምላኽ ልዑላዊ ኩሉ ይቆፃፀሮ እዩ ተልካ ሰላምና ክበዝሕ ብሰላም ክንኣቱን ክንወፅን ናብዚ ምድሪ ማለት እዩ እግዚኣብሔር ዝሓልፎ ዘለኹ ኩሉ ይፈልጦ እወ ይፈልጦ እዩ

ካብ ፍርዲ ናብ ፍርዲ ካብ ትራያል ናብ ትራያል ወሲዶም ኣብቲ መጨረሻ ናብ ጲላጦስ ምስ ኣብጽሕዎ ኬሩ ዲኻ እቲ ቀሳንካ ትማሊ ብቀዳማይ ኣብ ቅድሚ ጲላጦስ ኣታ ኣነ ክፈትሓካ ክእል ስቅ ዲኻ ትብል ዝግርም ስቅታ ማለት እዩ ተገሪሙ እዚ ኩሉ ክዛረብሲ ስቅ ዲኻ ትብል ኢሉ ኣነ ክፈትሓካ ቀትለካ ስልጣን ከም ዘለኒ ትፈልጥ እንዲኻ ሓንቲ ነገር ይፈልጥ የሱስ ክርስቶስ

ዕረፍቲ። ተመስገን ንሱ ልዕላዊ እግዚኣብሄር ኣምላኽ ይመስገን ብንሓልፎ ዘበለ ኣነ ብለኩም ኣለኹ ናይ ኩሉ መግለጺ የብልናን ኣቲ እስኺ እዚ ኩሉ ብጽድቂ እንዳኸድክን ከለኺ ከምዚ የጓንፈ ክሎ ብጽድቂ እንድዒ መግለጺ ይብልናን ኣሕዋተይ እሱ ልዕላዊ እዩ ክብሩ ንስሙ ይኹን ሓንቲ ነገር ግን ብምትእምማን ክንዛረበላ ዝግባኣና ነገር ኣላ 100 ፐርሰንት ሽር ኮይና ኣምላኽ ከሓሰ ኣምላኽ ከም ዝኾነ ኖት ነሰሰርሊ ኢን ዲስ ወርልድ ኣብቲ መጨረሽትኡ ግን እቲ ዝበዝሐ ዝበኸየ ዝበዝሐ ኣዒንቱ ክድረዘሉ እዩ ብክብሪ ክነብር ከም ዝኾነ ግና ዩ ዊል ቢ ግሎሪፋይድ ዲስ ኢዝ ሶሊድ እዚ ብሩኽ ተስፋ ናይ ኣማኒ ማለት እዩ እዚ ኣይናዋወፅን ይሕዋተይ ንሕና ቴምፖራሪ ገያሸ ኢና ኣብዚ ግና ከ እግዚኣብሄር ኣምላኽ ካሓሳ ኣምላኽ ከም ዝኾነ ርግፅ እዩ ሚእቲ ካብ ሚእቲ ማለት እዩ ስለዚ ኣምላኽ ናብ ክብሪ ከም ዘእትወና ግን ርግፅ እዩ እግዚኣብሄር ኣምላኽ ዝተመስገነ ይኹን። ስለዚ ኣምላኽ ኣብዚ ምድሪ እዚ ብንሓልፎ ኩሉ ንሱ ልዑላዊ እዩ ንብል ኣለና ማለት እዩ። ኣምላኽ ዝተመስገነ ይኹን። እምበኣር ኣብዚ ናይ ህይወት እዮብ እንድሕር ርኢናዮ ሽዑ ናብቲ ታሪክ ኢና ንኣቱ ኩነታት ሲ ይኹን ገዲፎ እግዚኣብሔር ኪድ በል ክሳብታ ዘፍቀድኩልካ ግበራ ኢልዎም ሽዑ ሰብሳባ መፅኦም መቸስ በዓል ከምዚ ናይ እዮብ ህይወት ጽቡቕ ነይሩ እቶም ዓሰርተ ደቂ ኣብ ገገዛ እንዳኸዱ ነተን ኣሕዋቶም እንዳሓወሱ ሰለብሬሽን ነይሩ እዮብ ከዓ ስለ ኩላቶም መስዋእቲ እንዳገበረ ኣታ ኣምላኽ ተጋጊኦም ከይኮኑ እንዳበለ ይጽሊ ነይሩ ዲስ ኢዝ ኖት ኔጌቲቭ ዲስ ኢዝ ኖት ኔጌቲቭ ይጽሊ ነይሩ ማለት እዩ ሰብሰባ መጺኦም ጥሪት ኣጥፊኦመን ጉዙኣት ካብ ስሕለት ሰፍ ተወዲየን እዩ ኣነ ጥራይ መጺ እሱ ውድቅ ከብል ከሎ ከዓ ሓደ ዘብዘብ እናበለሲ ናይ ኣምላኽ ሓዊ መፅያስ ካብ ሰማይ ወሪዳ ጠለበጊዕ ጉዛኣት ኩለን ኣንዲዳተን እያ እሱ ውድቅ ከብል ከሎ ከዓ እቲ ሓደ ምፅእ ኢሉ ክለላውያን ብሰለስተ ሰይፊ መፅዮም ነተን ኣግማል ሓደጋ ወዲቆመን ዘሚቶመን ነቶም ጉዛኣት ብስሕለት ሰይፊ ወዲኦሞም እሱ ውድእ ገብል ከሎ ኸኣ ምጽእ ኢሉ ተሓደኻኒ ብርቱዕ ንሂቦብላ ንፋስ መጺኡሲ ነታ ደቅኻ ተኣኪቦምላ ዝነበሩ በርባዕተ ወገና ደፊእዋ እቲ ደቅኻ ደቅኻ ኩሎም ሞይቶም ኢሎም ወይለይ ዋት ኤ ትራጀዲ እንታይ ደኣ ገይሩ ወደይ እንታይ ደኣ ገይሩ ከም ሰብ እቲ ዝሃቦ ግብረ መልስስ የብቅዕ ተንሲኡ ክዳኑ ቀዲዱ ሕጂ ዝተርፈኒ የለን ኢሉ ርእሱ ላጽዩ ሓንቲ ዘረባ ከኣ ተዛሪቡ ሽዑ ጥራየይ ካብ ከርሲ ወላዲተይ ዝወጻእኩ ኢሉ ጥራየይ ከኣ ናብኣ ክምለስ እየ እግዚኣብሔር ሃበ እግዚኣብሔር ከኣ ወሰደ ኢሉ ምናልባት ኣነስ ክላጽ ከሎ ልጺ ልጺ ኣይተብሎን ኢኻ መቸም ሓደ ናይ ሎሚ ሻርፕ የለን ጂለት ኣሎ ድዩ የለን ኣይነበረን ጂለት መስለኒ ሓቂ ዶ ሻርፕ ኦብጀክት ገይሮም እዮም ክላጹ እዩ ድሕር ኮይኖም ክላጹ እዩ ስለዚ ናብ ልቡ ተመሊሱ ኣሎ ማለት እዩ ዋይ ኣነስ ጥራየ መጽየ ኢሉ ጥራየ ከዓ ናብ ኣምለስ ኣለኹ ስለዚ እግዚኣብሔር ኣበ እግዚኣብሔር ከዓ ወሰደ ኢሉስ ናብ ምድሪ ፍግም ኢሉ ስታይ ገበረ ብለልና he worshipped God ንኣምላኽ ሰገደሉ ኣብ ግሪኽ ፕሮስኪናኦ እትብል ቃል ኣምልኾ እያ ሰገደ ዝብል to proskin ፕሮስኪናኦ እንድሕር ኢሉ ሰገደ ሸኻኽ ገለ እዩ ዝብል ናይ እብራይስጥ ማለት እዩ ብኡ ንእግዚኣብሔር ኣምላኽ ሰገደሉ ይብለና ሰገደ እግዚኣብሔር ሃበ እግዚኣብሔር መን እዩ ከምዚ ገይሩ ተልኩምኒ መቸስ ናይ ኣምላኽ ሓዊ ኣምላኽ ኦን ተደይ ገይርዋ ኣይትመጽን እያ ሰይጣን ደኾን ባዕሉ ክገብራ ኮይኑ ወደይ ኣይገብራን እዩ እቲ ንፋስ ሱፐር ናቹራሊ እግዚኣብሄር እዩ ገይርዎ እቶም ሰብ ሳባን እትዮም ገለ ምናልባት ልቦም ሰይጣን ኣለዓዒልዎ ክኸውን ይኽእል ድሕሪ እዚ ኩሉ ነገር እግዚኣብሄር እዩ ዘሎ ድሕሪ እዚ ኩሉ ነገር እግዚኣብሄር እዩ ዘሎ because God permitted it ማለት እዩ እግዚኣብሄር ኣምላኽ ስለ ዘፍቀዶ ስለዚ እቲ ኢሚዲየት ኮዝ እቲ ቀናይ ቀረባ ጠንቂ ዝኾነ ሰይጣን እኳ እንተኾነ ዳ ኣልቲሜት ኮዝ ግን እግዚኣብሄር እዩ ናብ ዛዕባ ዘምፆ እግዚኣብሄር እዩ ኪድ በል ግበሮ ዝበለ እግዚኣብሄር እዩ እንተዘይብሎ ኣይምገበሮን The cause is God. ኣምላኽ እዩ ብድሕሪ እዚ ኩሉ ዘሎ ኣምላኽ እዩ ብድሕሪ እዚ ኩሉ ዘሎ ሎሚ ኣነ ብዙሕ እዋን ክሰምዕ ከለኹ እዎ ንልብኻ ከዓ ዝሕመካ ካብ ሰበይ ጸዲቐ ዘይኮነስ ኣታ ከምኡ ዲዳ እድብል ኢለ ማለት እዩ ዲስ ኢዝ ሮንግ እግዚኣብሔር ሃበ ሰይጣን ከዓ ወሰደ እዩ ዝበሃል ጌጋ እዩ ክበሃል ሰሚዕና ኣለና ዩ ኣር ሮንግ 21 ኢንተርፕሬተር ናይ 11 ክፍለን ዘመን ዘመን ተርጓማይ እስኻ ኢኻ ተጋጊኻ ዘለኻ ዩ ኣር ሮንግ ዶንት ሰይ ዚስ ከመይ ጌርካ ትደፍር ከምኡ ክትብል ዩ ኣር ሮንግ ኖ ሓቅኻ ኣለኻ እግዚኣብሄር ሃበ መሊሱ ኸዓ ወሰኸ እዩ ዝበሃል እዮብ ጉጉይ እዩ ኣብ ገለ እዋን እዞም ኣምሓሩ ክፍታም ኢሎም ፀሪፎም በሎ ክፍቲ ኣፍ ኢሎም ኣይንበል ከምዚ ከምኡ ከም ንብል ስለ ዝፈልጥ እግዚኣብሄር ብድሕሪኡ ሳማሪ ይገብረሉ እዩ ትልብናሲ ንኸምኡስ ከም ንቃነን ኣብኣ ስታይ ትብል ኣብታ ትሕቲያ ደላ ዋይ ዶንት ዊ ሪድ ኢት ኣብኣ ዘላ እንታይ ዳ ትብል ዋ ኣብኣ እንተንቢብናያ እንታይ ዳ ትብል እግዚኣብሄር ሃበ እግዚኣብሄር ድማ ወሰደ ስም እግዚኣብሄር ይባረኽ ኢሉ ናብ ምድሪ ተደፊኡ ሰገደ ምስ በለ ዕስራን ክልተን በዚ ኩሉ እዮብ እንታይ ገበረ

እግዚኣብሔር ኣምላኽ ልዑላዊ እዩ ኣብ ዝፍጸም ዘበለ ዋላ ይረዳእና ንሱ ልዑላዊ እዩ ስለዚ ድሕሪ እዚ ኩሉ ኩነታት ሲ ከም ኣልቲሜት ኮዝ እግዚኣብሔር እዩ እግዚኣብሔር እዩ ማለት እዩ ካብኡ ቅፅል ኣቢልና ይውኸኩም ኣለኹ ምርዳእኒ ዘረባ ከይትበዝሕ ኢለ ካብኡ ቅፅል ኣቢልና ኣኣ እዚ ምእማን እዚ ቡድቡ ዘሕፍረካ ምእማን እንዳኾነ እዩ ዝኸይድ ኣብ ዘመንና እንተኾነ ከም ዝበልኩኹም እሱ እዩ እቲ ሓቂ በዚ ኩሉ እዮብ እንታይ ኣይገበረን ኣይበደለን ንእግዚኣብሔር ከዓ ኣይነቆፎን ንኣምላኽ ከዓ ኣይነቆፎን ይብለና ማለት እዩ ህይወት እዮብ ኣብ ህይወት እዮብሲ እቲ ዝኸበረ ግምጃ፣ እቲ ዝኸበረ ሃብትን ክብርን መን እዩ ማለት እዩ? እግዚኣብሄር እዩ። እንታይ ድዩ ኢሉ? እግዚኣብሄር ሃበ፣ ቅድሚ ሕጂስ ደይ ባዕሉ ድሃበኒ ኢሉ። ንሱ ኸኣ ወሲድዎ እሞ ስም እግዚኣብሄር ይባረኽ ኢሉ እንታይ ገበረ? ሰገደ ካብ በለናስ ኣብዛ ቀዳመይቲ ፈተና ክንደይ ወሲዱ? ኤ ፕላስ ሓቂዶ? ወይለይ ሓሊፉ እንዲ ከማን እያ ነይራ እታ ፈተና ፈተና እኳ እያ ነይራ እዚኣ ህይወት እኳ ኩሉ ግዜ ኣብ ሚዛን ኣምላኽ ኢና ንነብር ኣብታ ፈተና እኳ ሕልፍ ምስ በለ ርኢ ተበልዎስ ሓሊፍዋ እግዚኣብሔር ሃበ እግዚኣብሔር ወሰደ ኢሉስ ንእግዚኣብሔር ኣምላኽ ክብሪ ኮበሉ ከሎ ንርኢ እቲ ጸሓፋይ ከኣ ብመንፈስ ቅዱስ ድርኺት እንታይ ክብለና ከሎ ኢና ንርኢ? ኣይተጋገየን ይብለና። ለውሃትካ ካብ ህይወት ይበልጽ እዩሞ ከናፍረይ ክውድሳኻ እየን እዩ። ኣብ ኩነታት ንእግዚኣብሄር ኣምላኽ ምውዳስ ክንመሃር እቲ ዓቢ ምህሮ እዩ ማለት እዩ። እግዚኣብሄር ይመስገን። ካብኡ ቅጽል ኣቢልና ናብቲ ካልኣይ ፈተና ኢና ንኸይድ። ኮነ ድማ ሓደ መዓልቲ እቶም ደቂ ኣምላኽ መጺኦምሲ ካልኣይ ራውንድ እዩ ዝኸውን ዘሎ ኣብ ቅድሚ እግዚኣብሄር ካብ ቆሙ ሰይጣን ድማ መጺኡ ኣብ ማእከሎም ኣብ ቅድሚ እግዚኣብሄር ቆመ ነገር እዩ ከዓ ሕጂ እግዚኣብሄር ድማ ንሰይጣን ካበይ መጻእካ በሎ ሰይጣን ከዓ ንእግዚኣብሄር ንምድሪ ዙርያን ተመላሊሰያን መጻእኩ ኢሉ መለሰ ሽዑ እግዚኣብሄር ንሰይጣን ከም እዮብ ገይሩ ካልኣይ ሳዕ ከም እዮብ ገይሩ እንድሕር ተጋግዩ ኮይኑስ ክንቀፍ እዩ ዘለዎ ከም እዮብ ገይሩ ንኣምላኽ ዝፈሪ ካብ ክፉእ ዝርሕቅ ፍጹምን ቁኑዕን ኣብ ምድሪ የልቦን እሞ ንእዮብ ባርያ የሰብ ሂልካሉ ዶ ሽዑ እንታይ ይብሎ መሰኩም ብዘይ ምክንያት ኣምላኽ ዲዩ ከምኡ ድብል ደሎ እወ ኣምላኽ ኣምላኽ እንታይ ይብሎ ኣሎ መስለኩም እቲ ናይ ዝሓለፈ ክነጥፍኦ ዝገበርካኒ ብዘይ ምክንያት እዩ it is with no reason ዶ it is not with no purpose ብዘይ ዕላማ ደኣ ኣይኹን እምበር ብዘይ ምክንያት እዩ it was not the cause እዮብ ዘጓነፎስ ኣምላኽ ባዕሉ እንታይ ይብለና ኣሎ ብዘይ ምክንያት ብዘይ ዕላማ ኣይኮነን ብዘይ ምኽንያት ግን እዩ። እዮብ እዚኣ ክኸውን እንከሎስ ብዘይ ምኽንያት እዩ ይብለና መጽሓፍ ቅዱስ ክነግረና እንከሎሲ ብዘይ ምኽንያት ናይ እግዚኣብሔር ኣምላኽ ዘረባ ነስተውዕለሉ እንታይ ኣብሎ ሽዑ እግዚኣብሔር ንሰይጣን ከም እዮብ ገይሩ ንኣምላኽ ዝፈርህ ካብ ክፉኡ ዝርሕቕ ፍጹም ቅኑዕ ንሰብ ኣብ ምድሪ የልቦን እሞ ንእዮብ ባርያ ኣሰብሂልካሉ ዶ ብዘይ ምኽንያት ከጥፍኦ ኣለዓዒልካኒ ክነስኻስ ክሳብ ሕጂ ንሱ ፍጹም ኮይኑ ይጸንዕ ኣሎ። ክሳብ ሕጂ ቲል ናው እታ ፈርስት ፈተና ንሱ ጸኒዑ ኣሎ። ኢት ዋዝ ዊዝ ኖ ሪዝን ዊዝኣውት ኮዝ እያ ነይራ ባት ዊዝ ፓርፐስ እግዚኣብሄር ኣምላኽ ብዕላማ ስለ ዝሰርሕ ኢት ኢዝ ኦብቪየስ ዊዝ ፓርፐስ ንምንታይ ናብ ዛዕባ ዘምፆ ዘሎ ኩሉ ግዜ መን እዩ ዘምፆ ዘሎ እግዚኣብሄር እዩ ዘምፆ ዘሎ ኢት ዋዝ ዊዝ ፓርፐዝ ማለት እዩ። ስለዚ ብዘይ ምኽንያት እዩ ነይሩ፣ ብዘይ ምኽንያት። ንምንታይ? ናይ ሓጢኣቱ ፍረ፣ ናይ ሓጢኣቱ መቕጻዕትስ ኣይኮነን። ብዘይ ምኽንያት እዩ። ከነጥፍኦ ሓሲብካኒ ብዘይ ምኽንያት እዩ። ግና ንሱ ንጽኑዕ ኮይኑ ሶ ጆብ ን እግዚኣብሔር መስገን ኣምላኽ ይመስገን እዮብ ተዓዊቱ ብዚ ማለት እዩ። ሽዑ ናብቲ ካልኣይ ፈተና ንኸይድ ክልተ እየን ተሪፈን ዘለዋ ሰበይቲ ኣላ ዳሕራይ ከዓ ቆርበት ኣሎ ኦ ቆርበት ኣብ ክንዲ ቆርበት እዩ ሰብ ዳ ስለ ንብረት ስለ ጥሪት ኩሉ ይሕልፎ ክኽእል እዩ እዚ ኣብ ትንክፉ ኣብ ስግኡ እንዶ ቅረቦ ኣብ ስግኡ እሞ ሽዑ ኣብ ገጽካ ክኸደካ እዩ ቆርበት ኣብ ክንዲ ቆርበት እኮ እዩ ኢልካ go ahead ኢሎም ህይወቱ ከይትቐርብ ከ ሕጂ እውን ኣን- ኣብ ትሕቲ ክሊ ናይ መን ናይ ልዑላውነት ኢልካ ኪድ በል ህይወቱ ግን ከይትቐርብ ህይወቱ ከይትትንክፋ ቆርበት ግን ግበር ኢሎም ስለዚ ካብ ጭ- ካብ ጨው እዛ ላዕሊ ክሳብ ታሕቲ ኩላ ብቑስሊ ወቕዖ ብለን ክልተ ተሪፈን ደለዋ እታ ሰበይቱ መጺኣ ኣታ ክሳብ ሕጂ ደኣ ኣብ ጾም ኮንካ ጸኒዕካ ኣለኻ ኢላቶ ንኣምላኽ ክሓዶ እሞ እንታይ ግበር ሙት ኢላቶ ማለት እዩ ስለዚ ዝተረፈ የለን እታ ቆርበቲ እታ ሰበይቲ ከዓ ተሰኒፋ በቲ ዝነበረ እዮብ መቸስ ገሊኣቶም ፀሓፍቲ እንታይ ኢሎማ ኣድቮኬት ኦፍ ዴቭል ኢሎማ እዚኣ ጠበቓ መን? ሰይጣን ኢሎም ገሊጾማ። ገሊኣቶም ኣሜሪካውያን ማለት እዮም፣ ገሊኣቶም ጸሓፍቲ ከኣ እንታይ ኢሎማ? ሰይጣን ነዛ ዕላማ እዚኣ ኢሉ ዝገደፋ ሰበይቲ ኢሎማ ማለት እዩ። ነዛ እዚኣ ክትግብር ምእንቲ እያ ተማሒራ ኢሎም ገዲፎማ። ሓደ ኤርትራዊ ከኣ

ዓሻ ኣብ ልባ ኣምላኽ የለን ስለ ዝብልሲ ኣምላኽ ከም ዘየለ ኢኺ ኣክት ትገብሪ ዘለኺ ናይ ዓሻ እኳ እዩ እዚ ኢልዋ ዓሻ ዛረባ ሰበይቲ ትዛረብ ኣለኺ ኢልዋ ኣታ እዮብ ካብኡ ክንመሃር ይግባኣና እዩ በዚ ኩሉ መከራስ ንሕና ደኣ ቆጭቆጭ እኒ ዝብለና እቲ ከም ገለ እኹ እንተ ኢላ ጸርፊ ሙሉእ ሙሉቕ ሙሉቕ ብለካ ኣቲ ትብል ወላ ንሰበይትኻ ይትበላስ ኣብ ደቅኻ ትብል ማለት እዩ እግዚኣብሔር ልዑላዊ እዩ ኣሕዋተይ እግዚኣብሔር ልዑላዊ እዩ ኣብዛ ፈተና እዚኣ ከዓ ምስ ወፀ እቲ ዝወቅዕ ዘሎ መን እዩ ብለና መቸስ ሰይጣን እዩ ዝወቅዐሉ ኣሎ ባት the ultimate cause is God ኣምላኽ እዩ ፍቓድ ዝህብ ዘሎ ፐርሚስብል ዌል እስከ ኺድ ኢሉ ስለዚ ኣብ ትሕቲ ቁፅፅር ናይ መን እዩ ዘሎ ማለት እዩ ናይ ኣምላኽ ብዘይ ቀልዓለም ኣብ ትሕቲ ቁጽጽር ናይ ኣምላኽ እዩ ዘሎ። ቀሪበ እየ። እዮብ ኣብዚ ከ እንታይ ነይሩ ናቱ ሪስፖንስ? እዮብ ድማ ምእንቲ ክሓከሉ ግልዒ ሒዙ ኣብ ሓሙኹሽቲ ተቐመጠ። ሽዑ እታ ሰበይቲ እታ ሰበይቱ ገና ዶ ፍጹም ኰንካ ጸኒዕካ ትነብር ኣሎኻ? ኢላቶ። ንኣምላኽ ግዳ ከሓዶ እሞ እንታይ በሉ ግበር ኢላቶ ሙት በለቶ ንሱ ግና ንስኺ ኣዘራርባ ዓሻ ሰበይቲ ትዛረቢ ካብ ኢድ ኣምላኽ ሰናይ ተቐቢልናስ ነቲ እኩይ ከ ኣይንቕበሎን ዶ ኢልዋ ዋእ እኩይ ዝህበኒ ዘሎስ ኣምላኽ እዩ ኢሉ ምርድኡስ እዮብ ጊጋ ድዩ ዋላስ ልክዕ ኣሎ? ብዙሓት ተርጎምቲ ምናልባት ጌጋ ክንብሎ ንኽእል ንኸውን it is wrong ሰይጣን እንድዩ yes the immediate cause is ኣምላኽሲ he is not the author of evil immediate cause ግን permissible will of God እዩ እዚ ይሕለፍ ገዲፍዎ እዩ እግዚኣብሔር እንተዘይኮነ ካብ ኩሉ ወጻኢ ዝሰርሕ ዝኾነ ኦቶሪቲ ዝኾነ ስልጣን የለን ካብ ልዑላውነቱ ወጻኢ ዝሰርሕ ዝኾነ ስልጣን የልቦን ኣምላኽ ዝፈቐዶ ጥራይ እዩ ዝኾን። ኣምላኽ ዝበሎ ጥራይ እዩ ዝኾን። ምእንቲ ከምኡ ከይንብል እሞ ርእስና ከይንሓምምሲ እቲ ጽሑፍ ባዕሉ ይምልሶ እዩ። እቲ ጽሑፍ ባዕሉ እንታይ ብሎ መስለኩም? ካብ ኢድ ኣምላኽ ሰናይ ተቐቢልና ነቲ እኩይ ኣይንቕበሉን ዶ በላ። ሪቶሪካል ኮስችን እንዲ ኢትስ ኦብቪየስ ኣንሰር ንቕበል እባ ካብ ኣምላኽ ንቕበል። ሽዑ እቲ መልስስ እንታይ ይብለና መስለኩም? ቅጽል ኣቢልካ ምንባብ እዩ። ቅጽል ኣቢልካ እንተቢብካዮ እዮብ በዚ ኩሉ ነገር ብኸናፍሩ እንታይ ኣይገበረን? ኣይሓጠን። ኣምላኽ ዘይበሎ ኣምላኽ ዘይገበሮ ንኣምላኽ ኣላጊብሉ ነይሩ ተትኸውን ኣይ እዚ ሰይጣን እዩ ገይርዎ ነይሩ። ግና እዮብ ብኸናፍሩ እንታይ ኣይገበረን? ኣይሓጠን። ስለዚ ቢሃይንድ ኦል ዲስ ሴናሪዮ ሲ ብድሕሪ እዚ ኩሉ ኩነት ሲ እግዚኣብሄር ከም ዘሎ ኣብ መጽሓፍ እዮብ ኣምላኽ ልዑላዊ እዩ ዝብል ጎሊሑ ዝረኣየሉ መጽሓፍ እዩ ኣምላኽ እዩ ንኩሉ እንታይ ዝገብሮ ዝቆጻጸሮ እግዚኣብሄር ባዕሉ እዩ ዝገብሮ ማለት እዩ ንኣብነት ምስክርነት ካብቲ መጀመርታ ደጊምና ድሕሪና ከም ሰማርሲ ምስክርነት ብዛዕባ ህይወት እዮብ እግዚኣብሄር መስኪሩ ኣሎ። ብዘይ ምኽንያት ከተጥፍኣኒ ኣለዓዒልካኒ ኢሉስ እግዚኣብሄር ባዕሉ ብዘይ ምኽንያት ከም ዝኾነ ተዛሪቡ ኣሎ። ሰበይቱ ንእዮብ ፍጹም ኮንካ ጸኒዒካ ኢላቶ ኣላ። ኣብ መጨረሻ እዚ ታሪኽ እዚ ክውዳእ እንከሎ ኣብ ኣርባዓን ክልተን እንድሕር ኬድና እግዚኣብሄር ልዑላዊ እዩ። ኣብ ኣርብዓን ክልተን ድሕሪ ርኢናስ እዚ ክንብል ከለና እዮብ ፍጹም ዝኾነ ጌጋ የብሉን ኣይንብልን ኢና። ኣብቲ ከይዲ ህይወትሲ ኣብቲ ፕሮሰስ ኦፍ ላይፍ ክኸይድ ከሎ ትረፖ ንጽድቁ ኣነ እንታይ በዲለ ኣነ እንታይ በዲለ ኢሉ ብዙሕ ምዝራቡ ኣብ ቅድሚ ኣምላኽ ጌጋ ተረኺብዎ ክኸውን እዩ። ኣምላኽ ከዓ ኢዱ ኣብ ኣፉ ክሳብ ዝሕዝ ገይርዎ እዩ ማለት እዩ። ሃምብል ዲም እግዚኣብሄር ኣምላኽ ንእዮብ ኣዋጢርዎ ከመይ ጌርካ ከምዚ ትብል ኣለኻ ኢሉ ከመይ ጌርካ ከምዚ ትብል ኣለኻ እንዳበለ ግናኸ ሂ ወዝ ራይቸስ ጻድቕ ግን ነይሩ ማለት እዩ እቲ ጉዳይ እቲ መጀመርትኡ ግን ከምኡ ኣይነበረን ማለት እዩ እዮብ መልኣኽ እዩ እዮብ ጌጋ ዝበሃል የብሉን ዘይኮነ ኣብቲ ፕሮሎግ ንሪኦስ ኣብ ኩሉ ኣብ ህይወት ዝመጽእሲ እግዚኣብሄር ዝፈልጦን ዝቋጻጸሮን ከም ዝኾነ፣ ልዑላዊ ከም ዝኾነ፣ ምኽንያት ሓጢኣት ጥራይ እዩ ኸኣ ከብለና ዘይክእል ኩነት ግን ብንጹር ርኢና ኣለና ማለት እዩ። እግዚኣብሄር ባዕሉ ዝመስከሮ፣ ሰበይቱ ዝመስከረቶ፣ ኣሕዋቱ ዝመስከርዎ። ኣብ ዕስራ ኣብቲ መጨረሻ ምዕራፍ ኣርብዓን ክልተን ኣብኡ። ብሶቨርኒቲ ናይ ኣምላኽ እዩ እዮም ነቲ መጽሓፍ ዝውድኦ፣ ንሱ ከንብቦ እየ ግናኸ ኩላቶም ኣሕዋቱን ኣብ ዓሰርተ ሓደ ኵላተን ኣሓቱን ምስ ዘለዉ እቶም ቀደም ዚፈልጥዎ ዝነበሩ ድማ ናብኡ መጺኦምሲ፣ ኣብ ቤቱ ምስኡ እንጌራ በልዑ። ስለቲ ሰይጣን ዘውረደሉ a ከመይ ደኣ ተጋጊ ኣንቢበያ ጸኒሓ ክኸውን ስለቲ እንታይ ትብል it is obvious ስለቲ መን ዘውረደሉ እግዚኣብሔር የውሪድሉ ስለቲ እግዚኣብሔር ዘውረደሉ ኩሉ መከራታት ከኣ ሓዘኑሉን ኣጸናንዕዎን። ነፍሲ ወከፎም ድማ ሓሓንቲ ብሩር ኣምላኽ ክሓሲ ከም ዝኾነ a double portion ናይ ኩሉ እግዚኣብሄር ክሒስዎ እዩ። ኣምላኽ ዝተመስገነ ይኹን። We can not guarantee ዝኾነ ሰብ ኣብዛ ምድሪ እዚኣ መከራ ዝረኸቦ double portion ኣብዚኣ ምድሪ እዚኣ ክረክብ ዝብል ምህሮ ከተምጽእ ኣይትኽእልን ኢኻ። ሓንቲ ሚእቲ ካብ ሚእቲ ግን ኣላ ኣብ ሰማይ ግን ዓስቢ ኣሎ እግዚኣብሄር ይመስገን። እዚ ኣይትካሓድን እያ ብንጽር እቲ መጽሓፍ ቅዱስ ነጊርዋ እዩ ክርስቶስ ዝሃበና ተስፋ ንጊርና ስለ ዝኾነ ተኣሚና ኣብዚ ምድሪ እዚ ንኣምላኽ ልዑላዊ እንዳበልና ንንበር ተዘየሎ እቲ ፍሎዞፊ ናይ እዞም ኣብዚ መጽሓፍ ንእዮብ መኾርቱ ዝበልዎ ኣይኺድን እዩ ኣይኺድን እዩ ከመይ ከመይ እንድሕር ኢልና መቸስ ብዙሕ ምስ ሓለፈ ብዙሕ መኸርቲ መጺኦሞ ንእዮብ ካብኡ ሓደ ክልተ ከም ምበልኩም እሞ ጸሊና ክንውዲ ኢና ሓደ ካብቶም ኣዕሩኽቱ መቸስ ስቕ ምባል ወረጃ ማዕዶ ዝባሃል ዶ ሪኢኹም ኣለኹም ወረጃ ማዕዶ ስቕ ምባል ጥዑም እዩ ሓደ ሓደ ግዜ ለባም ትመስል ኢኻ እዚኦም ከኣስ ኣብተን ሸውዓተ መዓልቲ ሓንቲ ቃል እኳ እንታይ ኣይገበሩን ኣይተዛረቡን that is the best time ናታቶም ክምዕዱ ምስ ጀመሩ ግን መሊሶም ንእዮብ ኣቕሲሎም እዬም ኣታ እዚ ድኣ እሞ እፈልጠ እንድየ ኣነ ንስጋብ ዝብል ማለት እዩ እንታይ ገይሮሞ መስለኩም ኤሊፋዝ መጽዩ ኤሊፋዝ ተሜናዊ his experience ዝተመርኮሰ ኣብቲ ናቱ ተመክሮ ተመርኪሱ እዩ ዝዛረብ እንታይ ይብል ዶ እቲ ናቶም ዘረባ ጀነራል ትሩዝ እዩ ኣብ ካልእ ኩሉ ክሰርሕ ዝኽእል ኣብ ናይ እዮብ ኬዝ ግን ኢት ፈይልስ ንምንታይ ከመይ ጌርና ኢና ፈይል ከም ዝገበረ ከም ዝወደቐ ከም ዘይሰርሕ ንብል ዘለና ኣብቲ መጽሓፍ እቲ መጨረሻ ንእዞም ኩሎም መዓልቲ ምእንቲ ክሓፍሩ ንዓይ ብዛዕባይ ሕማቕ ጌርካ ተዛሪብካ ኣለኻ እሞ ናባይ ጸሎት ጸልዩ ኣይኮነን ድብሎም እዮብ ክጽልየልኩምሲ እዮብ ተጋጊና ኣለና እሞ ጸልየልና ኢሎም መጽዮም እዮብ ናብኦም መጺኦም ኪዱ ናብ እዮብ ኪዱ ኢልዎም እዮብ ክጽልየልኩም እዩ ሽዑ ኣነ ምሕረት ዝገብረልኩም ኢሎም ሶ ኣባኻን ኣብቶም ሰለስተ ኢሉ ተዛሪቡ ዘሎ እቶም ሰለስተ መሓዝቶም ሰለስተ ዕርክቱ ተዛሪብዎም ኣሎ ማለት እዩ ንቶም ሰለስተ ዕርክቱ ሲ ነቒፍዎም ኣሎ እሱ መጨረሻ ከተንብቦ ትኽእሉ ኢኹም ሓደ ካብዚኣቶም ኤሊፋስ እንታይ መስለኩም obvious the general truth እንታይ እዮም ኢሎሞ መስለኩም እስኪ ተመልከት ኢልዎ መልስለኒ ንጹህ ከም ዝጠፍአ ቅኑዕ እውን ከም እተደምሰሰ ዶ ርኢኻ ትፈልጥ ኢኻ ንጹህ ይጠፍእ ኢልዎ yes it's obvious ንጹህ ይጠፍእ ቅኑዕ ከ ክተደምሰሰ ዶ ርኢኻ ትፈልጥ እዩ ኣነስ ከምዚ ደኣ ርኤኹ እቶም ሓጣእ ሓጢኣት ዝዘርኡ መከራ ከዓ እንታይ ዝገብሩ ዝዘርኡ ንኡ እንታይ ገብርዎ ንስኻ ሓጢኣት ኢኻ ዘሪእካ መከራ ከኣ ክትዓጽድ ኦቭስ ይብል እሞ ኣብ ምዕራፍ ናይ ኤሊፋዝ መልሲ እዩ ማለት እዩ እዚ ስለዚ እዚ ከዓ ረኺበዮ ዘለኹ እቲ ሬቨሌሽን ዓይነት ንቓል ግና ንዓይ ግና ቃል ብሕቡእ መፀኒ ኣእዛነይ ከዓ ብሕሽኽሽኽ ተቐበሎ በቲ ናይ ለይቲ ራእያት ሓሳባት ልበይ ንነፍሰይ ብርቱዕ ድቃስ ምስ ወደቓ ፀጉረይ ተኸየፈ ከምዚ ከምዚ ዝሰማዕኩ ገለመለ ኢሉ እንዲ ዝነግሮ መዋቲ ሰብዶ ኢልዎ ማለት እዩ ካብ ኣምላኽ ይጸድቕ እዩ። ኦፍ ኮርስ ኢት ኢዝ ትሩ መዋቲ ሰብዶ ካብ ኣምላኽ ይጸድቕ እዩ፣ ሰብዶ ካብ ፈጣሪ እዩ ይነጽህ እዩ። እንሆ ነቶም ኣገልገልቲ እኳ ኣይኣምኖምን፣ ንመላእኽቲ ጉድለት ይረኽበሎም። እምበኣርሲ እቶም መሬት እዚ ቤቶም ዲስ ሃውስ ኦፍ ክለይ ሓመድ ዝመሰረቶም ከም ሓሰኻ ክጭፍለቑ እዮም ኢሎም እዚ ማዕዱ እዩ ማለት እዩ እዚ ምዒዱ ክውድእ ከሎ ካብ ምዕራፍ ሓሙሽተ ኩሉ ማዕዳ እዩ ናቱ ኣብቲ መጨረሻ እንታይ ኢልዎ እኖ ንሕና ዝመርመርናዮ ከምኡ እዩ ኢልዎ ንስኻ ድማ ሰሚዕካ እንታይ ግበር ተጠቀመሉ ኢሎ ስ ር ኤክስፒሪንስ ንፁህ ሰብታ የገብርኒ ፌይል ኣይገብርን እዩ ጀነራል ፕሪንስፕል እዩ እሞ እዞም ኩሎም ሰሪጥዎም ዘሎ ኣብ ስዑዲ ዓረብ ዘሎ ሃብታምሲ ኣምላኽ ይባሪኹ ብኸምኡ ድና ንከዶ ደድቆልዖም ከም ክርስትያን ደኣ እሞ ድኻ ደለይ ስለዚ እንታይ ማለት እዩ ዊ ካኖት ጃስቲፋይ ዛት ብኸምኡ ክትከይድ ኣይትኽእልን ኢኻ በዚ ምድሪ ዘሎ ኩሉ ድሰለጠሉ ደድቀንዓሉስ ኣምላኽ ባሪኽዎ እዩ ኣምላኽ ንንጹህ ይባርኽ ንሓጢኣተኛ ይቐጽዕ ብዝብል ጥራይ ፕሪንስፕል ማለት እዩ ብኡ ጥራይ ክትከይድ ኣይትኽእልን ኢኻ this may not work ኣምላኽ ልዑላዊ ስለ ዝኾነ ኣብ ገለ ገለ እዋን ኣምላኽ ክትሓልፍ ብኡስ ፍቓዱ ይኸውን እዩ ዋይ እንትምታይ ኣነስ ዳጻዓርኩ ኣለኹ ክትብል ትኽእል ኢኻ ተኣመኖ ንእግዚኣብሔር ምእንቲ ርእሱ እዛ ምድሪ እዚኣ ክትሓልፍ እያ ዓለም እንታይ ክትገብር እያ ሓደ ሰባኻይ ኣብ እንዳ መድህን ዓለም ንበዓል ማይ ክዘመዶም እዩ ዓለም ስተህልዎ ኣሎ ዓ ዒላስ ለም ክትብለን ዓለም እንዲያ ሕጂ ዓ ዒላስ ልም ክትብል እያ ሓቁ እዩ ጠፊኣ እሳ ትሓልፍ እያ እቲ ንፍቃድ ኣምላኽ ዝገብር ግና ንሱ ንዘለኣለም ክትነብር ከም ዝኾነ መጽሓፍ ቅዱስ ይነግረና ብመሰረቱ ክሓልፍ እዩ ኳ ደይቲ ጠቕሊላስ ክትሓልፍ እያ ንሓዊ ተዓቑራ ዘለዓለም ከ ሓቂ ዶ ስለዚ ሕልኽልኽልኽልኽ ከይበልናስ እሞኒኻ ደየስኻ ብመሰረቱስ ኣነ ኢተርናል እየ ንዘለኣለም እየ ዝነብር ንዘለኣለም ከዓ ምስኻ ብክብሪ ክነብር እየ ስሙ ብሩኽ ይኹን ስለዚ ኣብዚ ምድሪ እዚ ብዘጓንፈና ጥራይ ንኣምላኽ ኣይንዓቅኖ ኣምላኽ ይባረኽ። ስለዚ ከምዚ ክብልዎ እንከለዉ ንርኢ ኢና። እዮብ ከኣ ኣብቲ ምዕራፍ ሽዱሽተ ክምልስ እንከሎሲ ኣድጊ በረኻስ ሳዕሪ እንተዝረክብ እንተረኸበ ይሃልል ድዩ ኢሎም። ብዕራይከ ሓሰር እንተረኸበ ይንቁ ድዩ? ነቲ መቐረት ዘይብሉ ብልዒ ብዘይ ጨው መን ይበልዖ? ነቲ መቐረት ዘይብሉ ብልዕኸ ብዘይ ጨው መን ይበልዖ? ማይ እንቋቑሖስ እንታይ ጣዕሚ ኣለዎ? ነፍሰይ ምቕራባ ኣበየቶ፣ እዚ ንኣይ ዕልቅጥ ዝብል ብልዒ ዀነኒ። ኣየ ጸሎተይ እንተ ዝስማዕ ኣታ እዚ ዘረባኹም ሲ ስኢልካ እዩ በቃ ኢሎም ጸሎተይ ኣምላኽ እንተ ዝሰምዕ ኢሉ ኣብ ዓሰርተ ሽዑም ተጸናናዕኩ ንቓል እቲ ቅዱስ ኣይመኻሓድክዎን ኣይመኻሓድክዎን እሞ በቲ ዘይንሕፈኒ ስቓይ እኳ እልል ምበልኩ ነይረ ኣምላኽ ሲ እንታይ እዩ ገይረ ስተ ዝነግረኒ እንታይ እዩ ገይረ ጸሎተይ እንተ ዝሰምዕ ኣምላኽ ኖ ኖ ኖ ኖ በታ ጀነራል ፕሪንስፕል ሓጢኣት ኢኻ ጌርካ ብዙሕ እዩ ዝዛረብ ሰብሲ ኣብ ምድሪ ሰልፊ ዶ ኣይኮነን? ኣታ መከራይ ናተይሲ እንዳበለ እዮብ ብዙሕ ይዛረብ እዩ። ሓደ ቢልዳድ ካብኡ ናቱ ከኣ ሓደ ሓንቲ ዘረባ ጥራይ ክንሰምዕ እቲ ካልኣይ መዓዲ ኣብ ምዕራፍ ሸሞንተ እንታይ ክብሎ ኣምላኽ ኣምላኽ ዶ ፍትሒ ይጠዊ እዩ እንታይ ኢኻ ትብለና ዘለኻ ኣምላኽ ፍትሒ ጠውዩ ማለት ጻድቕ እንተኾንካስ እንተ ከመይ ኢላ መከራ ትመጸካ ከምዚኣ ክትኮን ኣይትኽእልን ኣምላኽ ዶ ፍትሒ ይጠዊ ኢሎ እቲ ኩሉ ዝኽእልሲ ንጽድቂ ዶ ይጠውዮ ኢልዎ ደቅኻ በዲሎም እንተኾይኖም ከ ንስኻ ደሓን ሕራይ ኣነ ኣነ ኣነ ምስ በለ መጉደፎ እንዶ ንስኻ በዲ ደቅኻ በዲሎም እንተኾይኖም ከ ደቅኻ በዲሎም እንተኾንኩ ኸ ንሱ እውን ናብ ኢድ ኣበሰኦም ኣሕሊፉ እንተሃበካ ናይ ደቅኻ በደል ናብኣኻ እንተመፀኸ ናብ ኢድ ኣበሰኦም ኣሕሊፉ እንተሃበካ ንስኻ ንኣምላኽ ተጠንቂቕካ እንተ ደሊኻዮ፣ ነቲ ዅሉ ዚኽእል ከኣ ምሕረት እንተ ለሚንካዮስ፣ ንጹህን ጻድቕን እንተ ዀንካ፣ ብርግጽ ንሱ ንረድኤትካ ኺትንስእ፣ ነታ ማሕደር ጽድቅኻውን ከልምዓ እዩ ኢሉ። መጀመርታኻ እኳ ንእሽቶይ እንተ ዀነ፣ መወዳእታኻ ግና እምብዛ ኺበዝሕ እዩ ኢሉ። እዚኣ እንታይ እዩ ዚብሎ ዘሎ? ቢልዳድ እዩ ዚብሎ ዘሎ። ፎር ሹር ከመይ ጌርካ ኣምላኽ ጻድቕ እዩ ኖ ኖ እዮብ ዘይትተኣመን ኢኻ። እዮብ ኣብቲ ምዕራፍ ትሽዓተ ኵሉ ጥዑም እንድዩ እቲ ዘረባ። እረ ከምኡ ምዃኑስ ኣርጊጸ እፈልጥ እየ ኢልዎም። ከምዚ ትብልዎ ዘለኹም ኢትስ ኦብቪየስ ኣነ ከምኡ ምዃኑስ ይፈልጦ እኮ እየ ኢሉ። ኢታት ደ ኮዝ ግን ከምኡ ድዩ ኣነሲ ከምዚ ድየ ገይረ ገገሊኡ እኮ ሕቶ ዘይብልና ኣለና ሓቂ ዶ ብፍላይ ከም ኤሪትራውያን ክንምልሶ ዘይንኽእል ሕቶ ኣሎ። ኣብታ ጥቓና ዘለዉ ሰላም ረኺቦም እንዳነበሩ ከለዉ ንሕና ከዓ እንብሎ ነገራት ኣሎ እዋይ እንታይ ኢና ኮይና ወደይ እዚ ኩሉ ጸሎት እዚ ኩሉ ንብሎ ኣሎ ኣምላኽ ልዑላዊ እዩ ኣሕዋተይ እንታይ እሞ ክንገብር ኢና ኣምላኽ ልዑላዊ ሽሙ ብሩኽ ይኹን ብንሓልፎ ዘበለ it is for a purpose ክንብል ምናልባት ሰዊድና ክንመጽእ ሃብቲምና ክንመጽእ ዘሊና ኸውን ኣይፍለጥን እዩ እግዚኣብሔር ልዑላዊ ስሙ ብሩኽ ይኹን we cannot explain every ዘጓንፈና ኩሉ መግለጽታት ክንረኽበሉ ንኽእል ኢና እሱ ልዑላዊ ኢሉ ግና ንሱ ኣይደቀሰ ንሱ ይተታኸሰ ዘይፈልጦ ነገር ኣየጓንፈና ገለ የጓንፈና እሱ ልዑላዊ እዩ ኣብ ህይወት ኩሉ ልዑላዊ ስለዚ እግዚኣብሄር ኣምላኽ ዝተመስገነ ይኹን እዚ ከምዚ እንዳበለ ኣዝዩ ብዙሕ ዝኾነ ናይ እግዚኣብሄር ኣምላኽ ልዑላውነት ዘርኢ ሓሳባት ኣሎ ብተደጋጋሚ ብተደጋጋሚ ብተደጋጋሚ ብተደጋጋሚ ሰለስቲኣቶም ዝዛረብዎ ዘረባ ኣሎ ማዕዳ ኣሎ እቲ ሳልሳይ እቲ ዞፋር ዝበሃል ሰብኣይ ኣብ ምዕራፍ ዓሰርተ ሓደ ነዚ ብሕስሒ ዘረባኻ ምላሽ ክህበሉስ ክህበሉ እዩ ወይስ ለፍላፊ ሰብዶ ክጸድቕ እዩ ነታ ለፍላፊ ኢሉ እዚ ምሕባንካ ዶ ንሰብ ስቕ ከብሎ ይከኣል እዩ ትረቦ ትሕበን ኣለኻ እዚ ስቕ ኣየብለናን እዩ ክንዛረብ ኢና ኢልዎ ኣላጊፅካስ ዘሕፍረካ ሰብ ዶ የልቦን ተላግፅ እንዲኻ ደለኻ ክነሕፍረካ ግባእካ እዩ ኣብ ዓሰርተ ሓደ ንሱ ንኾንትነት ሰብ ይፈልጦ እዩ ተኹንቲ ኢኻ እስኻ እሱ ንኾንትነት ሰብ ይፈልጦ እዩ ንዓመፃ ኸዓ ሃሰስ ይብል ሃሰስ ከይበለ ይረኽባ እዩ እሞ ንሱ እንተሓለፈ እንተዓፀወ ኣብ ፍርዲ እንተኣከበ መን ይኽልክሎ ብነኻ ዓሳ ሸብ ዓሻ ሰብ ምስትውዓል የብሉን እወ ሰብ ከም ኢሉ ኣድግ በረኻ ተወልደ እዩ ኣብኡ ሕልፍ ኢሉ እዮብ፣ ብሓቂ እቶም ኣውራታት ሰባት ንስኻትኩም ኢኹም ኢልዎ። ጥበብ እውን ምሳኻትኩም ክትመውት እያ፣ ግናኸ ኣነ እውን ከማኻትኩምሲ ኣእምሮ ኣሎኒ፣ ኣታ ከምኡ ኣይኮነን፣ ኣታ ከምኡ ኣይኮነን፣ እዚ ኩሉ ከምኡ እዩ፣ በቃ ሰለስተ ራውንድ ከምኡ መጽእ፣ እግዚኣብሄር ኣምላኽ ከኣ ይዛረቦ። እዮብ ኣብ ናይ መጨረሻ ዘረብኡ ግን ኣርብዓን ሓደን እንታይ ኢሉ መስለኩም? ሽዑ እዮብ ንእግዚኣብሄር ከምዚ ኢሉ መለሰሉ። ኣብ መጨረሻ ራውንድ እዮብ እዩ ዝመጽእ፣ እግዚኣብሄር እዩ ዝመጽእ፣ እግዚኣብሄር ከኣ ምስ ተዛረቦ ኩሉ ከም እትኽእል ኢዎ። ነቲ ዝመደብካያ ዝኽልክለካ ከም ዘየልቦ እፈልጥ ኣለኹ ኢሉ። ብዘይ ፍልጠት ነቲ ምኽርኻ ዝጸልምቶስ መን እዩ? You are sovereign ኢሉ። ስለዚ ኣነ ነቲ ዘየስተውዓልክዎ ንኣይ እምብዛ ዘገርም ዝኾነ ዝፈልጦ ነገር ተዛሪበ። ክዛረበካ ስምዓኒ ኮታ ኢሉ። ኣነ ክጥይቐካስ ንስኻ ምሃረኒ in a very submissive way ማለት እዩ። ብሰማዒት እዝኒ ሰሚዔክ ነይረ ሰሚዔካ ነይረ ሕጂ ግና ዓይነይ ሪኣትካ ስለዚ ንርእሰይ ይፍንፍን ኣለኹ ኢሉ ኣብ ሓመድን ሓሙኹስን ኮይነ ከኣ እንሳሕ ኣለኹ ኢሉ እታ ሳማሪ ናቱ ናይ መጨረሻ ኣብቲ ከይዲ ህይወት እዮብ ተዛሪቡ እዩ ከምኡ መዓልቱ ክረግም ኣንታ ክብል ከሎ ብዙሕ ዘረባታት ተዛሪቡ እዩ ኣብ መጨረሹ ከኣ he humbled himself ማለት እዩ ከም ሳማሪ ክትሪኦ እንከለኻ ከኣ ኣብቲ መጨረሻ ክትሪኦ እንከለኻ ከኣ እግዚኣብሔር ኣምላኽ ሕጂ ከኣ ሸውዓተ ዝራብዕ ሸውዓተ ድዑል ሒዝኩም ናብ እዮይ ባርያይ ኪዱ እሞ ብናይ ርእስኹም መስዋእቲ ምሕራር ኣዕርጉ ክብሎም ከሎ ነቶም ኣሕዋቱ እግዚኣብሄር ንእዮብ ከምዚ ምስ ተዛረቦ ንኤሊፋዝ ቴሜናዊ በሎ ንኤሊፋዝ ክብሎ ከሎ እንታይ ኢልዎ መሰኩም ብዛዕባይ ከምቲ እዮብ ባርያይ ዝገበሮ ጌርኩም ቁኑዕ እንታይ ስክታይ ስለ ዘይገበርኩም ስለ ዘይተዛረብኩም ኣባኻን ኣብ ክልቲኦም መሓዙትካን ኤሊፋዝን እቶም ክልተ መሓዙቱን ተነስሑ ናብ እዮብ ኬድኩም ናባይ ከማን ዘይኮነስ እዮብ ክጽልየልኩም እዩ he become a priest like a priest ናብ ክልቲኦም ከማልደሎም ምሕረት ግበረሎም ክብሎም ግን ንሳቶም ከኣ ኣጸቢቆም ሃምብልድ ኮይኖም ኣብ ትሕቲ እቲ ዝነቕፍዎ ኣታ ለፍላፊ ኣታ ዕቡይ ኣንታ ገለ ክብልዎ ዝጸንሑ ተጋጊና ኢና ኢሎም ኣምላኽ ከኣ በዓል ብዙሕ ለውሃት ስለ ዝኾነ ንእዮብ ዳብል ፖርሽን ከም ዝገበረሉ ንርኢና ማለት እዩ እዮብ ኣብነት ናይ ትንሳኤ እውን እዩ ነቲ መድሓንየይሲ ክርእዮ'የ ዝብል ኣብ ምዕራፍ ዓሰርተ ትሽዓተ ተዛሪቡ ኣሎ። ነቲ ተበጃውየይ ክርእዮ'የ ኢሉ። Implication of Christ እውን ኣለዎ እዩ ማለት እዩ። እግዚኣብሄር ኣምላኽ ዝተመስገነ ይኹን። ስለዚ ኣብ ምድሪ ብዘጓንፉና ነገራት ንሱ ልዑላዊ እዩ ክንብል ኢልና ኢና ሎማዕንቲ እዚ ተዛሪብና። መንፈስ ቅዱስ ንልብና ዝኾነ ነገር ተዛሪብዎ ይኸውን ኢለ ይኣምን። እግዚኣብሄር ይመስገን። ሓጺር ጸሎት ክንጽሊ።